ሰላም ክቡራት ተኸታተልቲ ኣብ ናይ ሎማዓንቲ ቪድዮ ብዛዕባ ቴንስ ኢና ክንመሃር ዓሰርተ ክልተ ዓይነታት ቴንስ ከም ዘለዉ ትዝንጉዕ ኢለ ኣይሓስብን እየ ዓሰርተ ክልቲኦም ሓደ ብሓደ ክንሪኦም ክንፍትን ኢና ብቕልል ዝበለ መንገድን ብቕልጡፍ መንገድን ክንርኢ ኢና መብዛሕቲና ኢንግሊሽ ንመሃር ሰባት እዞም ቴንስ ዝበሃሉ ኣሸገርቲ እዮም ንዓና ከመይ ጌርና ንጥቀመሎም ኣይንፈልጥ መኣስ ንጥቀመሎም ኣይንፈልጥ ኢና ድሕሪ እዛ ቪድዮ ግን መኣስ ከም ትጥቀምሎምን ኣበይ ከም ትጥቀምሎምን ብፅቡቅ ጌርኩም ክትፈልጡ ኢኹም ነዛ ቻነል ሓደሽቲ ዝኾንኩም ሰባት ስመይ ብእምነት ይበሃል ቤተሰብ ንምዃን ሰብስክራይብ ግበሩ ኣይገበርኩምን ግበሩ ብምቕፃል ላይክ ግበሩ ከምኡ ድማ ንትፈልጥዎም ሰባት ንክበፅሖምን ንክትሕግዞምን ሸር ግበሩሎም ንጀምር ኦኬ መጀመርታ ታይንስ እንታይ ማለት እዩ ቅድሚ ኩሉ ቴንስ እንታይ ማለት እዩ ዋት ደዝ ኢት ሚን ቴንስ ቴንስ እንታይ ማለት እዩ ቅድሚ ምጅማርና ቴንስ እንታይ ምዃኑ ንፈልጥ ግበአና ሶ ቴንስ ሪፈርስ ቱ ዘ ፎርም ኦፍ አ ቨርብ ዳት ኢንዲኬትስ ዘ ታይም ኦፍ ኣን ኣክሽን አ ስቴት ኦር አ ኮንዲሽን ኣኮርስ ስለዚ ቴንስ ብሓፂሩ ሓደ ነገር ኣብ ከመይ ኩነታት የጋጥም ዝነግረና እዩ ሕሉፍ ድዩ ዘጋጥም ዘሎ ኣብ ህሉው ድዩ ዘጋጥም ዘሎ ወይ ከዓ ኣብ መፃኢ ድዩ ከጋጥም ዝነግረና ቴንስ ይበሃል ወይ ከዓ ብቴንስ ንገልፆ ንኣብነት በሊዐ ክበሊዐ ይበልዕ ኣለኹ ዝተፈላለየ ግዜታት ኣለዉ ስለዚ ኣየናይ ንጥቀምን ኣበየናይ ኩነታት ኣየናይ ንጥቀም ኣበየናይ ኩነታት ከ ኣየናይ ንጥቀም ምፍላጥ ኣገዳሲ ምክንያቱ ዝተፈለየ ትርጉም ክህበና ስለ ዝኽእል ብዘይ ኣገባብ እንተተጠቂምናሉ ወይ ከዓ ኣብ ዘይቦትኡ እንተተጠቂምናሉ ስለዚ ኣበየናይ ቦታ ንጥቀመሉ ኣገዳሲ እዩ ስለዚ ከም ዝበልኮ ቴንስ ሪፈርስ ቱ ፎርም ኦፍ ኣ ቨርብ ዳት ኢንዲኬት ደ ታይም ኦፍ ኣን ኣክሽን ስቴት ኦር ኮንዲሽን ኣኮርስ ሓደ ነገር መኣስ ከም ዘጋጥም ዝገልፀልና

ፊቸር መፃኢ እዞም ሰለስተ እዮም ኣብ ውሽጦም ኣርባዕተ ይሕዙ ማለት እዩ ስለዚ ንሎማዓንቲ ኩሎም ሓደ ብሓደ ክንሪኦም ክንፍትና መጀመርታ ብፕረዘንት ክንጅምር ኢና ወይ ከዓ ብህልው ፕረዘንት ቴንስ ኢልና ክንጅምር ኢና ኣብ ፕረዘንት ቴንስ ኣርባዕተ ዓይነታት ቴንስ ኣለዎ እሶም ሓደ ብሓደ ክንሪኦም ኢና ፕረዘንት ቴንስ እንታይ ማለት እዩ ፕረዘንት ተንስ ኣብ ውሽጡ ኣርባዕተ ኣለዎ ኢልና። ጀነራሊ ብዛዕባ ምንታይ እዩ ዝዛረብ? ብሓፈሻ ከ ብዛዕባ ምንታይ ይዛረብ? ስለዚ it refers to an action that's taking place at this moment or at present ስሙ ከም ዝነግረና ፕረዘንት ተንስ ስለዚ ፕረዘንት ተንስ ሓደ ነገር ኣብ ህሉው ዘጋጥም ዘሎ ነገር ፕረዘንት ተንስ ይበሃል። ስለዚ ኣብ ህሉው ዘጋጥሙ ዘለዉ ነገራት ንምግላጽ ፕረዘንት ተንስ ንጥቀም። ኣብ ፕረዘንት ተንስ ኣርባዕተ ዓይነታት ተንስታት ኣለዉ ማለት ድዩ? ስለዚ ሓደ ብሓደ ክንሪኦም ኢና።

ወርሒ ወርሒ ኩዕሶ ይጻወት ይብል ኣለኹ ማለት እዩ። ስለዚ ካልኣይ ጀነራል ትሩዝ ወይ ከኣ ሓፈሻዊ ዝኾነ ሓቂ ንምግላጽ ንጥቀመሉ። ሓፈሻዊ ሓቂ ከመይ እዩ? ንኣብነት ጸሓይ ኩሉ ግዜ ብምብራቕ ትበርቕ፣ ማይ ኣብ ሚእቲ ዲግሪ ሰልሽየስ ይውዒ ንምባል እዚ ሕጂ ዓለም ለኻዊ ብሳይንስ ዝተረጋገጸን ከምኡ ድማ ኩሉ ሰብ ዝፈልጦ ነገር እዩ። ስለዚ ኣንበሳ ናይ ጫካ ንጉስ እዩ እንተኢለ እዚ ኩሉ ፍሉጥ ነገር ስለ ዝኾነ ፕረዘንት ተንስ ተጠቂመ ይገልጾ። ንኣብነት፣ Water boils at hundred degrees Celsius፣ Water boils at hundred degrees Celsius፣ ማይ ኣብ ሚእቲ ዲግሪ ሰልሽየስ ይውዒ ይብል ኣለኹ። The sun rises in the east፣ ጸሓይ ብምብራቕ ትበርቕ እብል ኣለኹ። ስለዚ ኣብዚ ሕጂ ከተስተውዕሉሉ ዘለኩም፣ ሲምፕል ፕረዘንት ተንስ ክንጥቀም ከለና ኩሉ ግዜ ቨርቭ ኤስ ዝወስድ ኣሎ፣ ቨርቭ ዋን ዝወስድ ኣሎ። ቨርቭ ዋን ዝወስድ እቲ ቨርቭ ባዕሉ ማለት እዩ፣ ኣይ፣ ዊ፣ ዩ፣ ዘይ።

ዩ ፕለይ ፉትቦል ስለዚ ቨርቭ ዋን ይበሃሉ ባዕሎም ከም ዘለዎ ቨርቭ ኤስ ዝበሃል ከዓኒ ሜን ቨርቭ ኤስ ወሲኽና ወይ ከዓ ኢኤስ ወሲኽና ንጥቀመሉ እዚኦም ዝወስዱ ከዓ ሺ ሂ ኢት እዮም ማለት እዩ ስለዚ ሺ ፕሌይስ ፉትቦል ሂ ፕሌይስ ፉትቦል ኢት ፕሌይስ ፉትቦል ስለዚ እዚኦም ቨርቭ ኤስ ይወስዱ ሲምፕል ፕሬዘንተንስ ናብ ሕቶ ክንቀይሮ እንተደሊናኸ ንሓደ ሰብ ተደጋጋሚ ዝገብሮ ነገር ንምሕታት እንታይ ክንገብር ወይ እንታይ ክንብሎ ይግበእና ምስ ንብል ንሓደ ሰብ ክንሓቱ እንተደሊና ከም ዝበልኩኹም ቨርቭ ዋን ዝወስዱ ኣለዉ ቨርቭ ኤስ ዝወስዱ ኣለዉ ስለዚ ቨርቭ ዋን ዝወስዱ ክንሓትት ከለና ዱ ኢልና ንሓትት ከምኡ ድማ ቨርቭ ኤስ ዝወስዱ ዳዝ ኢልና ንጅምር እቲ ቨርቭ ኤስ እታ ኢኤስ ወይ ከዓ ኤስ ነጥፋኣ ማለት እዩ ስለዚ ዳዝ ኢልና ንጅምር

ዳዝ ሺ ፕለይ ፉትቦል ዳዝ ሺ ፕለይ ፉትቦል ንብል ማለት እዩ ዳዝ ሺ ፕለይ ፉትቦል ዩ እንተልና ዲዩ ፕለይ ፉትቦል ዊ ዱ ዊ ፕለይ ፉትቦል ዱ ደይ ፕለይ ፉትቦል ንብል ማለት እዩ ስለዚ እቶም ቨርቪኤስ ዝወስዱ ዳዝ ኢልና ኢና ክንሓትት ከለና ንሓቶም ከምኡ ድማ ቨርቭዋን ዝወስዱ ከዓ ዱ ኢልና ንጅምር ማለት እዚ እዩ እቲ ፍሉይነት ኣብ መንጎ ክልቲኦም ዘሎ

ንሳ ኩዕሶ እግሪ ትፃወት ኣላ ዊ ኣር ፕለይን ፉትቦል ንሕና ኩዕሶ እግሪ ንፃወት ኣለና ዘይ ኣር ፕለይን ፉትቦል ንሳቶም ኩዕሶ እግሪ ይፃወቱ ኣለዉ ስለዚ ናብ ሕቶ ክንቅይሮ ከለና ከዓኒ እታ ኣር ንቕድሚት ነምፅኣ ማለት እዩ ወይ ከዓ እታ ኣም ንቕድሚት ነምፅኣ ወይ ከዓ እታ ኢዝ ንቕድሚት ነምፅኣ ንኣብነት ንሳ ኩዕሶ ትፃወት ኣላ ድያ ንምባል

ግን ኣብዚ ሕጂ እዋን ኦሬዲ ከም እተጻወትኩ እየ ዝዛረብ ዘለኹ ኣብ ህሉው ተጻዊተ ኣነ ምሳሕ በሊዐ እንተልና ንኣብነት ምሳሕ ምብላዐይ ኣብ ሕሉፍ እዩ ግን ኣብዚ ሕጂ እዋን ተጽዕኖ ኣለዎ እሱ ከኣ ጸጊበ ከም ዘለኹ ንምግላጽ እዩ ማለት እዩ ስለዚ እንታይ ንብል እቲ ፎርም ናይ ፕረዘንት ፐርፌክት ተንስ ሳብጀክት ፕላስ ሃዝ ኦር ሃቭ ፕላስ ፓስት ፓርትሲፕል ፕላስ ኦብጀክት ማለት እዩ ስለዚ ሳብጀክት ኣለና በዓል ቤት ሃዝ ኦር ሃቭ ንጥቀም ሃዝ ንጥቀመሉ ሂ ሺ ኢት ክኸውን ከሎ ሃቭ ንጥቀመሉ ከዓ ኣይ ዊ ዩ ዘይ ክኾን ከሎ ማለት እዩ ስለዚ ፓስት ፓርቲሲፕል ማለት ከዓ ኣነ ኩዕሶ ይፃወት እንተይለ ኣብ ህልዊ ኩዕሶ ተፃዊተ እንተይለ ከዓ ኣብ ሕሉፍ እዩ ፓስት ፓርቲሲፕል ከዓኒ ሕሉፍ ንምግላፅ ማለት እዩ ወይ ከዓ ፓስት ፓርቲሲፕል ማለት ቨርብ ስሪ እዩ ስለዚ ሓደ ነገር ንምግላፅ ኣነ ኩዕሶ ተፃዊተ ንባል ኣይ ሃቭ ፕለይድ ፉትቦል ሂ ሃዝ ፕለይድ ፉትቦል ንሳ ኩዕሶ ተፃዊታ ሂ ሃዝ ፕለይድ ፉትቦል ስለዚ ሂ ሺ ኢት ክጥቀም ከለኹ ሃዝ ዝጥቀም ካልኦት ክጥቀም ከለኹ ኣይ ዊ ዘይ ዩ ክጥቀም ከለኹ ከዓኒ ሃቭ ይጥቀም ማለት ስለዚ ንኣብነት ኣይ ሃቭ ፕለይድ ፉትቦል ኣነ ኩዕሶ እግሪ ተፃዊተ ኣለኹ ኣይ ሃቭ ኢትን ማይ ፉድ ኣነ መግበይ በሊዐ ኣለኹ ስለዚ ኣብዚ ሕጂ እዋን ፀጊበ ኣለኹ ንምባል እዩ ፕሬዘንት ፐርፌክት ተንስ ንምንታይ ኢና ንጥቀመሉ ሓደ ነገር ኣብ ሕሉፍ ዘጋጠመ ኮይኑ ግን ከዓ ኣብ ህሉ ተፅዕኖ ዘለዎ ክሳብ ህሉ ጓንፍ ዘሎ ክኸውን ይኽእል ወይ ከዓ ኣብ ህሉ ተፅዕኖ ዘለዎ ከም ዝበልኩም ኣይ ሃቭ ኢትን ማይ ብሬክፋስት ቁርሰይ በሊዕ ኣለኹ እንተይለ ኦሬዲ ፀጊበ ኣለኹ ኣየድልየን እዩ ስለዚ ኣብ ህሉ ተፅዕኖ ኣለዎ ማለት እዩ ስለዚ ፕሬዘንት ፐርፌክት ተንስ ሓደ ነገር ኣብ ሕሉፍ ዘጋጠመ ግን ከዓ ኣብ ህሉ ተፅዕኖ ዘለዎ ንምግላፅ ንጥቀመሉ ራብዒቲ ናይ ፕሬዘንት ተንስ ኣካል ከዓኒ ፕሬዘንት ፐርፌክት ኮንቲኒስ ተንስ እያ Present Perfect Continuous Tense፣ ሓደ ነገር ኣብ ሕሉፍ፣ ቅድሚ ነዊሕ ግዜ ኣብ ሕሉፍ ዝጀመረ ነገር ኮይኑ ክሳብ ሕጂ ዝቕጽል ዘሎ ወይ ከኣ ኣብ ሕጂ እዋን ዘቖመ ነገር ወይ ኣብ ሕጂ እዋን ዝተወደኣ ነገር ንምግላጽ Present Perfect Continuous Tense ንጥቀም ማለት እዩ። ኦኬ እንታይ ንምባል እዩ ሓደ ነገር ኣብ ሕሉፍ። ቅድሚ ነዊሕ ግዜ ዘጋጠመ ግን ኣብዚ ሕጂ እዋን ዝቕጽል ዘሎ ክኸውን ይኽእል እዩ ወይ ከኣ ሕጂ ዘቋርጸ። ንኣብነት ኣነ ካብ ትማሊ ጀሚረ ክሳብ ሎሚ የጽንዕ እንተሃልየ Present Perfect Continuous ይጥቀም። ካብ ትማሊ ኣትሒዘ ክሳብ ሕጂ የጽንዕ ኣለኹ ወይ ከኣ ካብ ትማሊ ጀሚረ ክሳብ ሕጂ የጽንዕ ጸኒሐ ንምባል Present Perfect Continuous Tense ይጥቀም ማለት እዩ። ስለዚ ንጥቀመሉ ፎርም ከኣ Subject Plus Has or Have Plus ቢን ፕላስ ቨርቭ ዋን ፕላስ ቨርቭ ኣይኤንጂ ማለት እዩ ሳብጀክት ኣለና በዓል ቤት ኣለና ሃዝ ኦር ሃዝ ኣለና መምስ ቦትኡ ማለት እዩ ከም ዝበልክዎም ካብኡ ምቕፃል ቢን ንጥቀም ማለት እዩ ኣብ መወዳእታ ከዓ ቨርቭ ዋን ፕላስ ኣይኤንጂ ቨርቭ ዋን ከምኡ ድማ ኣይኤንጂ ንውስኸሉ ንኣብነት ኣነ ካብ ትማሊ ትሒዘ ኩዕሶ ክፃወት ውዒለ ወይ ፀኒሐ ንምባል ኣይ ሃቭ ቢን ፕለይን ፉትቦል ሲንስ የስተርደይ ኣይ ሃቭ ዩ ሲ ኣይ ሃቭ ቢን ፕለይን ፉትቦል ሲንስ የስተርደይ ስለዚ ኣይ ተጠቂመ ፕላስ ሃቭ ኣይ ሃቭ ስለ ዝወስድ ቢን ተጠቂመ ፕላስ ፕለይንግ ዩሲ ፕለይ ቨርቭ ዋን ኣይኤንጂ ወሲኸላ ፕለይንግ ኮይና ሲንስ የስተርደይ ካብ ትማሊ ጀሚረ ስለዚ ፕረዘንት ፐርፌክት ኮንቲኒየስ ተንስ ንጥቀመሉ ሓደ ነገር ኣብ ሕሉፍ ዘጋጠመ ግን ከኣ ቅድሚ ነዊሕ ግዜ ኣብ ሕሉፍ ዘጋጠመ ክሳብ ሕጂ ንነዊሕ ግዜ ንገብሮ ነበርና ኣብ ሕጂ እዋን ወዲእናዮ ክኸውን ይኽእል ወይ ከኣ ክሳብ ሕጂ ንገብሮ ዘለና ነገር እንተኾይኑ እንታይ ንጥቀም ፕረዘንት ፐርፌክት ኮንቲኒየስ ተንስ

ሲንስ የስተርደይ ካብ ትማሊ ትሒዛ ከተጽንዕ ጸኒሓ እያ ስለዚ ካብ ትማሊ ትሒዛ ተጽንዕ ጸኒሓ ሺ ሃዝ ቢን ስታዲንግ ሲንስ የስተርደይ ኦኬ ናው ዊ ዊል ቶክ ኣባውት ፓስት ተንስ ሕጂ ከኣ ብዛዕባ ሕሉፍ ክንዛረብ ኢና ሕሉፍ ግዜ ማለት እዩ ኣብ ውሽጡ ኣርባዕተ ዓይነታት ይርከቡ ኢለኩ ነይረ ስለዚ ኣርባዕቲኦን ከኣ ሓደ ብሓደ ክንገልጾም ግድና ስለዚ ፓስት ተንስ ዋት ዳዝ ኢት ሚን ፓስት ተንስ

ንሓጺር ጊዘ ዘጋጠመሉ ኣብ ሕሉፍ ኮይኑ ክሳብ ፕረዘንት ዝኸደ ኣሎ ስለዚ ብዛዕባ እዚኦም ሓደ ብሓደ ክንርኢ ኢና ኦኬ ፓስት ተንስ እንተልና ኣርባዕተ ዓይነታት ኣብ ውሽጦም ይርከብ ስለዚ በቲ መጀመርታ ንጀምር ሲምፕል ፓስት ተንስ ማለት እዩ ሲምፕል ፓስት ተንስ ኢዝ ዩዝድ ቱ ኢንዲኬት ኣን ኣክሽን ዳት ሃፐንድ ኢን ዘ ፓስት ኣንድ ኣት ስፐሲፊክ ታይም ስለዚ ሓደ ኣክሽን ኣብ ሕሉፍ ዘጋጠመ ኮይኑ ኣብ ፍሉጥ እዋን ዘጋጠመ ነገር ንምግላጽ ሲምፕል ፓስት ተንስ ንጥቀም ማለት እዩ። ስለዚ ሲምፕል ፓስት ተንስ ሓደ ነገር ኣብ ሕሉፍ ዘጋጠመ፣ ኣብ ሕሉፍ ኮይኑ ከኣ ኣብ ፍሉጥ ግዜ ዘጋጠመ ነገር ንምግላጽ ሲምፕል ፓስት ተንስ ንጥቀም። ንኣብነት፣ ኣነ ምሳሕ በሊዐ፣ ኦሬዲ በሊዐ። ኣነ ጭሩ ቀቲለ፣ ቀቲለ። እንተኢለ ኦሬዲ ምቕታል ሓደ ኣክሽን ኣብ ሓደ ህሞት ንገብሮ ነገር እዩ። ይቐትል ነይረ ክብል ኣይክእልን እየ። ስለዚ ሓደ ነገር ንሓጺር ግዜ ዝገበርናዮ ከምኡ ድማ at a specific time ዝገበርናዮ ነገር ንምግላጽ simple past tense ንጥቀም። ንኣብነት I killed a bird እንተ ኢለ ዑፍ ቀቲለ። I killed a bird yesterday እዚ ታይም ኢንዲኬተር ከዓኒ የስተርደይ ወይ ከዓ ግዜ ዝገልፀልና ከዓ የስተርደይ ትማሊ ስለዚ ኣይ ኪልድ አ በርድ የስተርደይ ትማሊ ዑፍ ቀቲለ ኣነ ትማሊ ዑፍ ቀቲለ ይብል ኣለኹ ስለዚ ንጥቀመሉ ፎርም ኣይ ፕላስ ቨርቭ ቱ ፕላስ ኦብጀክት ቨርቭ ቱ ቨርቭ ቱ እንታይ ማለት እዩ ቨርቭ ቱ ማለት ሕሉፍ ማለት እዩ ናይ ሓደ ቨርቭ ዋን ሕሉፍ ንኣብነት ኣንተ ወይ ፕለይ ኢለ ነይረ ሕጂ ቨርቭ ቱ ክኸውን ከሎ ከዓ ፕለይ ይኸውን ኢድ ንውስኸሉ ከምኡ ድማ ኢሬጉላር ቨርቭ ዝበሃሉ ኣሎ ንኣብነት ጎ እንተነይሩ ዌንት ዝኸውን ብዛዕባ እዚኦም ብስፍሕ ዝበለ ኣካል ቪድዮ ክንዛረብ ኢና ንሕጂ ግን ቨርቭ ቱ ማለት ኣይ ፕለይ እንተለ ፕለይ ዲኹም ንኣብነት ኣነ ኩዕሶ ተፃዊተ ወይ ከዓ ኣነ ትማሊ ኩዕሶ ተፃዊተ ንምባል ኣይ ፕለይድ ፉትቦል የስተርደይ ይብል ማለት እዩ ድኻ ናብታ ካልእቲ ፓስት ኮንቲኒስ ተንስ ፓስት ኮንቲኒስ ተንስ what does it mean እንታይ ማለት እዩ ፓስት ኮንቲኒስ ተንስ ፓስት ኮንቲኒስ ተንስ is used to indicate an action that has happened in the past ባት ኢት ሃፐንድ ፎር ኤ ሎንግ ታይም ኢን ዘ ፓስት ዩ ሲ። ፓስት ኮንቲኒየስ ተንስ ንጥቀመሉ ከኣ ሓደ ነገር ኣብ ሕሉፍ ዘጋጠመ ግን ከኣ ኣብ ሕሉፍ ኮይኑ ንነዊሕ ግዜ ዝቐጸለ ነገር ንምግላጽ ፓስት ኮንቲኒየስ ተንስ ንጥቀም። ስለዚ ኣብነት ክበኩም እየ ኣይ ወዝ ሪዲንግ ኤ ቡክ ኣነ መጽሓፍ የንብብ ነይረ ነይረ እየ ዝብል ዘሎ ስለዚ ሓደ ነገር ኣብ ሕሉፍ ንነዊሕ ግዜ ዘጋጠመ ኣብ ሕሉፍ እዩ ኣብ ሕሉፍ ንነዊሕ ግዜ ዘጋጠመ ነገር ንምግላጽ ፓስት፣ ፓስት ኮንቲኒየስ ተንስ፣ ንጥቀም። ስለዚ ንኣብነት ኣይ ወስ ፕለይንግ ፉትቦል፣ ኣይ ወስ ፕለይንግ ፉትቦል፣ ኣነ ኩዕሶ ይጻወት ነይረ። ወይ ከኣ የስተርደይ ኣይ ወስ ፕለይንግ ፉትቦል፣ ትማሊ ኣነ ኩዕሶ ይጻወት ነይረ። ስለዚ ንጥቀመሉ ሳብጀክት ፕላስ ወስ ኦር ዌር ፕላስ ቨርብ ፕላስ ኣይኤንጂ ዩሲ ስለዚ ንጥቀመሉ ከኣ ሳብጀክት፣ በዓል ቤት ኣለና፣ ወዝ ኦር ዌር። ወዝ ምስ ምንታይ ንጥቀመሉ ምስ ንብል ኣይ፣ ሺ፣ ሂ፣ ኢት። ዌር ንጥቀመሉ ከዓ ዩ፣ ዊ፣ ኤንድ ዘይ። ዩ፣ ዊ፣ ኤንድ ዘይ። ስለዚ ንኣብነት ኣነ ኩዕሶ ይፃወት ነይረ ንምባል ኣይ ወዝ ፕለይንግ ፉትቦል። ኣይ ወዝ ፕለይንግ ፉትቦል። ኩዕሶ ይጻወት ነይረ። ሳልሳይ ኣብ ፓስት ቴንስ፣ ፓስት ፐርፌክት ቴንስ፣ ፓስት ፐርፌክት ቴንስ። ፓስት ፐርፌክት ቴንስ ንምንታይ ኢና ንጥቀመሉ ምስ ንብል ፓስት ፐርፌክት ቴንስ ኢዝ ዩዝድ ቱ ኢንዲኬት ኣን ኣክሽን ኣን ኣክሽን ዳት ሃዝ ኮምፕሊትድ ቢፎር ኣናዘር ኣክሽን ኢን ደ ፓስት ሓደ ነገር ወይ ከዓ ሓደ ተግባር ቅድሚ ካልእ ተግባር ኣብ ሕሉፍ ዘጋጠመ ንምግላፅ ፓስት ፐርፌክት ቴንስ ንጥቀም። ስለዚ ሓደ ነገር ኣጋጢሙሎ ንበል። ሓደ ሕሉፍ ከምኡ ድማ ቅድሚኡ ዘጋጠመ ሕሉፍ ንምግላጽ ፓስት ፐርፌክት ቴንስ ንጥቀም። ንኣብነት ንሳ ምስ መጸት ኣነ ገዛ ኣይነበርኩን እንተኢለ ንሳ ምስ መጸት ኣነ ኣብ ገዛ ኣይነበርኩን። ስለዚ ኣየናይ ይቕድም እንተልኩምኒ ካብዚ ክልቲኡ ሕጂ ኣነ ገዛ ካብ ገዛ ምውጸእ እዩ ንሳ ግን ድሕረይ መጽያ ስለዚ ኣነ ክገልጾ ዝደለኹ ነቲ ኣነ ምውፀኤ ቅድሚኣ ምውፀኤ ስለዚ ፓስት ፐርፌክት ቴንስ ንጥቀም ማለት እዩ ንኣብነት እጂ እንታይ ንብል ሺ ኣራይቭድ ን ማይ ሆም ወን ኣይ ሃድ ሌፍት ኣነ ውፅእ ከለኹ ወይ ዘየለኹ ከለኹ ንሳ ንገዛይ በፂሓ ሺ ኣራይቭድ ወን ኣይ ሃድ ሌፍት ኣነ ዘየለኹ ከለኹ ንሳ መፅያ ይብል ኣለኹ ስለዚ ፓስት ፐርፌክት ተንስ ንምንታይ ንጥቀመሉ ሓደ ኣክሽን ቅድሚ ካልእ ኣክሽን ከም ዘጋጠመ ንምግላፅ እዚ ሕጂ ንጀመርቲ ተመካሪ ይኮነን ጀስት ካን ዩስ ሲምፕል ፓስት ተንስ ማለት እዩ ፓስት ተንስ ክትጥቀሙ ትኽእሉ ኢኹም ኣይ ሌፍት ክትብሉ ትኽእሉ ኢኹም ኣነ ወፅየ ክትብሉ ትኽእሉ ኢኹም ስለዚ ቀስ እንዳበልኩም ካብ ሲምፕል ፓስት ምስ ኣጽናዕኩም ከዓ እዚ ትጥቀምሉ ማለት እዩ ኣብነት ካሊእ ኤግዛምፕል ኣነ ዕዮ ገዛይ ወዲኦ ወይ ከዓ ቅድሚ እታ ፊልም ምጅማራ ኣነ ዕዮ ገዛይ ወዲኦ ስለዚ ሓደ ነገር ኣቐዲሙ ዘጋጠመ ቅድሚ ሓደ ነገር ወይ ከዓ ቅድሚ ምምፃእ ካስኻ ዕዮ ገዛይ ወዲኦ እዮ ነረ ኦሬዲ ወዲኦ እዮ ነረ ወይ ከዓ ቅድሚ ምምፃእካ እቲ መግቢ ቅድሚ ምምፃእካ ስኻ ኣነ እቲ መግቢ ወዲኦ ንባል እንታይ ንብል ንኣብነት ብዕዮ ገዛ ንርያ ቅድሚ እታ ፊልም ምውዳኣ ኣነ ዕዮ ግዘይ ወዲእኩ ስለዚ ኣይ ሃድ ፊንሽድ ማይ ሆምወርክ ቢፎር ደ ሙቪ ኢንድ ስለዚ ኣይ ሃድ ፊንሽድ ማይ ሆምወርክ ቢፎር ደ ሙቪ ኢንድ ስለዚ እቲ ስትራክቸር ከዓኒ ሳብጀክት ፕላስ ሃድ ፕላስ ቨርቭ ስሪ ወይ ከዓ ፓስት ፓርቲሲፕል ስለዚ ፕሬዘንት ፓስት ፐርፌክት ቴንስ ንምንታይ ንጥቀመሉ ኣን ኣክሽን ት ሃዝ ኮምፕሊትድ ቢፎር ኣናር ኣክሽን ኢን ፓስት ሓደ ነገር ኣብ ሕሉፍ ዘጋጠመ ቅድሚ ካልእ ኣክሽን ማለት እዩ ንምግላፅ ፓስት ፐርፌክት ቴንስ ንጥቀም ኦኬ እታ ናይ መወዳእታ ናይ ፓስት ተንስ ከዓ ፓስት ፐርፌክት ኮንቲኒስ ተንስ እያ ፓስት ፐርፌክት ኮንቲኒስ ተንስ ኦኬ ፐርፌክት ኮንቲኒስ ተንስ ንምንታይ ኢና ንጥቀመሉ ምስ ንብል ኢትስ ዩዝ ቱ ኢንዲኬት ኦር ዲስክራይብ ኣን ኣክሽን ዳት ሃፕንድ ኢን ደ ፓስት ኤንድ ኢት ዋዝ ጎይንግ ፎር ኤ ሎንግ ታይም ቢፎር ኣናዘር ኣክሽን ኢንተራፕትድ ኢት እንታይ ንምባል እዩ ሓደ ነገር ኣብ ሕሉፍ ዘጋጠመ ንነዊሕ ግዜ ኣብ ሕሉፍ ዝቕፅል ነበረ ግን ሓንቲ ኣክሽን ምስ ኣጋጠመት ንዓ ኢንተራፕት ጌራታ ወይ ከዓ ኣቋሪፃታ እሞ እታ ኣክሽን ጠጠው ኢላ ስለዚ ቅድሚ ሓንቲ ኣክሽን ምፍጻማ ንነዊሕ ግዜ ኣብ ሕሉፍ ዘጋጥም ነገር ዝነበረ ነገር ንምግላጽ past perfect continuous tense ንጥቀም ማለት እዩ። ፎርም ንኣብነት ብምንታይ ኢና ክነቕሞ ንኽእል ተልኩምኒ፣ እዚ ሕጂ መብዛሕትኡ ግዜ duration ወይ ከኣ እቲ ግዜ ሓደ ነገር ንኽንደይ ዝኣክል ግዜ ኣብ ሕሉፍ ከም ዝጋጠም ንምግላጽ ኢና ንጥቀመሉ። ስለዚ ፎርም እንታይ ንጥቀም ተልኩምኒ፣ ሳብጀክት ፕላስ ሃድ ፕላስ

ስለዚ ታይም ኢንዲኬተር ግዜ እውን ክውስኸሉ ይኽእል እየ ንክንደይ ግዜ ይቕፅል ከም ዝነበረ ንምግላፅ ማለት እዩ ስለዚ the boy had been playing soccer for about an hour when the rain started you see ስለዚ እቲ ቆልዓ ንሓደ ሰዓት ዝኣክል ኩዕሶ እግሪ ይፃወት ነይሩ ክሳብቲ ማይ ዝመፅእ እቲ ማይ ምስ መፀ ግን ኣቋሪፅዎ ማለት እዩ ስለዚ ሓደ ነገር ኣብ ሕሉፍ ንነዊሕ ግዜ ዘጋጠመ ሓደ ኣክሽን ኣብ መንጎ ኢንተራፕት ክገብሮ ከሎ ከምዚ ንኣብነት ማይ ሃሪሙ ዝቆልዓ ዘቋርጾ ከምኡ ክጋጥም ከሎ እንታይ ንጥቀም ፓስት ፐርፌክት ኮንቲኒየስ ተንስ ንጥቀም ማለት እዩ ናይ መወዳእታ ፊቸር ቴንስ ክንርኢ ኢና ማለት እዩ ስለዚ መጀመርያ ፕረዘንት ኢልና ኣብ ህሉ ዘጋጥም ነገር ከምኡ ድማ ፓስት ኢልና ሕሉፍ ማለት እዩ እጂ ከዓ ፊቸር ኣብ መፃእ ዘጋጥም ነገር ኩሎም ተመሳሰልቲ እዮም እቲ ግዜ ኣብ ህሉ

ቴንስ ተጠቂምና ንገልጾ ማለት እዩ። ኣብ ፊቸር ቴንስ ከኣኒ ኣርባዕተ ዓይነታት ኣሎ ከም ዝበልኩም ናይ መጀመርያ ሲምፕል ፊቸር ካልኣይ ኮንቲኒየስ ፊቸር ሳልሳይ ፐርፌክት ፊቸር ራብዓይ ፐርፌክት ኮንቲኒየስ ፊቸር ስለዚ ናይ መጀመርያ ሲምፕል ፊቸር ሲምፕል ፊቸር ንምንታይ ንጥቀመሉ ሲምፕል ከም ዝገልጾ እቶም ሲምፕል ሲምፕል ዝበሃሉ ሕጂ ጀመርቲ እንተኾንኩም እዞም ሲምፕል ሲምፕል ዝበሃሉ እሶም መሪጽኩም ብኦም ጥራይ እንተተዛሪብኩም ዝበለጸ ኣዘራርባ ከተጽርዩ ትኽእሉ ኢኹም። ግድን ኣይኮነን እዞም ካልኦት ዝጠቕሶም ዘለኹ ክትፈልጦም። እዚ ማለት ግን ክትፈልጥዎም ኣይግባእን ማለት ኣይኮነን። ከም ጀመርቲ መጠን ግን እቶም ናይ መጀመርያ እንተትፈልጡ ይምረጽ ንምባል እዩ። ኦኬ ስለዚ ኣርባዕተ ዓይነት ኣለዉ ኢለኩም። ሲምፕል ፊቸር፣ ፊቸር ኮንቲኒየስ፣ ፊቸር ፐርፌክት፣ ፊቸር ኮንቲኒየስ ፐርፌክት ኦር ፊቸር ፐርፌክት ኮንቲኒስ ማለት እዩ ስለዚ ሲምፕል ፊቸር እንታይ ማለት እዩ ሲምፕል ፊቸር ንምንታይ ይዝጠቕመና ምስ ንብል ሲምፕል ፊቸር ኢዝ ዩዝ ቱ ኢንዲኬት ኣን ኣክሽን ዳት ሃፕንስ ኢን ደ ፊቸር ኦር ዳትስ ጎይንግ ቱ ሃፐን ኢን ደ ፊቸር ሓደ ነገር ኣብ መፃኢ ንዘጋጥም ነገር ንምግላፅ እንታይ ንጥቀም ሲምፕል ፊቸር ፎርም ንርአ ሕጂ ፎርም ክንርኢ ከለና ሳብጀክት ፕላስ ዊል ወይ ከዓ ጎይንግ ቱ ዊል ወይ ከዓ ጎይንግ ቱ ንጥቀም ስለዚ ክልቲኦም ሓዲኦም መሪፅኩም ክትጥቀሙ ትኽእሉ እዮም ደሪስ ስላይት ዲፍረንስ ቁርብ ፍሉይነት ኣለዎ ግን ንሕጂ ደስኩም መሪፅኩም ክትጥቀሙ ትኽእሉ እዮም ስለዚ ሳብጀክት ፕላስ ዊል ኦር ጎይንግ ቱ ፕላስ ቨርቭ ዋን ንጥቀም ማለት እዩ ንኣብነት ኣነ ፅባሕ ኩዕሶ ክፃወት እየ ክብል ተደልየ ኣይ ዊል ፕለይ ፉትቦል ትሞሮ ፅባሕ ኩዕሶ ክፃወት እየ I will play football tomorrow. She will play football tomorrow. He will play football tomorrow. They will play football tomorrow. ብጣዕሚ ደስ ዝብል እዩ ዝቅታ ቀላል ከማን እዚኣ እያ ኦኬ ብምቕፃል ጎይንግ ቱ ከመይ ጌርና ንጥቀመሉ ምስ ንብል ኣይ ኣም ጎይንግ ቱ ፕለይ ፉትቦል ጎይንግ ቱ ሕጂ ቁሩብ ፍሉይነት ዘለዋ ዝበልኩም ሓደ ነገር ኣነ ክምርዖ እየ እንተለ ሕጂ መርዓ ሓንሳብ ሓሲብና ይኮንና ንገብሮ ንነዊሕ ግዜ ሓሲብናዮ ዝፀናሕና እዩ ስለዚ እንታይ ንብል ኣም ጎይንግ ቱ ሜሪ ንብል ኣነ ክምርዖ ኢየ ስለዚ ሓደ ነገር ስኬጁልድ ወይ ከኣኒ ብጽፉፍ መንገዲ ሓሲብናዮ ዝጸናሕና ንምግላጽ ጎይንግ ቱ ንጥቀም ኣይ ዊል ከኣኒ ቀጥታዊ ዝኾነ ነገር ኖርማሊ ንምግላጽ ንጥቀመሉ ስለዚ ኣይ ዊል ፕለይ ፉትቦል እንተለ ዋላ እውን ስኬጁልድ ይኹን ሲሪየስ ነገር እንተኾይኑ ከም ዝመርዓ ገለ ህጂ ንኣብነት እንታይ ንጥቀም ጎይንግ ቱ ኣም ጎይንግ ቱ ሜሪ ኔክስት ይር ንዝቕጽል ዓመት ክምርዖ እየ ስለዚ ኦሬዲ ስኬጁሉድ ኮይኑ ኣሎ ማለት ዳስ ዲፍረንስ ግን ብዙሕ ፍሉይነት የብሉን ስለዚ ሲምፕል ፊቸር ንምንታይ ንጥቀመሉ ሓደ ነገር ኣብ መፃኢ ዘጋጥም ንምግላፅ ንኣብነት ኣነ ፅባሕ ኩዕሶ ክፃወት እንተኮይነ ኣውል ፕለይ ፉትቦል ትሞሮ ፅባሕ ኩዕሶ ክፃወት እየ ይብል ማለት እዩ ኦኬ ብምቕፃል ሲምፕል ፊቸር ኮንቲኒስ ወይ ከዓ ፊቸር ኮንቲኒስ ፊቸር ኮንቲኒስ ከ ንምንታይ ኢና ንጥቀመሉ? ፊቸር ኮንቲኒስ ፊቸር ኮንቲኒስ እታ ካልኣይቲ ከ ንምንታይ ኢና ንጥቀመላ ምስ ንብል ፊቸር ኮንቲኒስ ንጥቀመሉ ኢትስ ዩዝ ቱ ኢንዲኬት ኣን ኣክሽን ዳትስ ፕሮሚስ ቱ ቢ ሃፐንድ ኢን ደ ፊቸር ፎር ኤ ሎንግ ታይም ማለት እዩ ኮንቲኒስ ከም ዝበልናዮ። ስለዚ ኣብ መጻኢ ንዝቕጽል ነገር ንምግላጽ ፊቸር ኮንቲኒስ ንጥቀም። ንኣብነት ምስ ንብል ኣነ ጽባሕ ሰዓት ሽዱሽተ ክድቅስ እየ

I will be playing the whole day you see ስለዚ ስትራክቸር ከኣኒ ሳብጀክት ፕላስ ዊል ኦር ሼል ፕላስ ቢ ፕላስ ቨርብ ዋን ፕላስ ing ስለዚ ንምንታይ ኢና ንጥቀመሉ ሓደ ነገር ኣብ መፃኢ ንነዊሕ ግዜ ንክቕፅል ምዃኑ ንምግላፅ ንጥቀመሉ ማለት እዩ ስለዚ ፊቸር ኮንቲንየስ ቴንስ ንጥቀም። እታ ሳልሰይቲ ኻኒ ፊቸር ፐርፌክት ፊቸር ፐርፌክት ፊቸር ፐርፌክት ቴንስ ንምንታይ ኢና ንጥቀመሉ ምስ ንብል ኢትስ ጀስት ኣን ኣክሽን ዳትስ ፕሮሚስ ቱ ቢ ዳን ኢን ደ ፊቸር ኣት ስፐሲፊክ ታይም ስለዚ ሓደ ነገር ኣብ መፃኢ ውዱእ ጌርና ሓሲብናዮ ዘለና ነገር ንምግላጽ ፊቸር ፐርፌክት ንጥቀም ማለት እዩ። ኣብ መጻኢ ውዱእ ዝኾነ ነገር ሓሲብናዮ ዘለና ውዱእ ነገር ጽባሕ ጽባሕ ሰዓት ሽዱሽተ ትወስዳ ጽባሕ ሰዓት ሽዱሽተ ወዲኤልካ ክጸኒሐ ጽባሕ ሰዓት ሽዱሽተ ኣብ ገዛ ካለኹ ወይ ከዓ ጽባሕ ሰዓት ሽዱሽተ ወሲድካያ ኣለኻ ገለ ንብል ኣይወሰዳን እኮ ግን ኣብቲ ሽዑ እዋንስ በቃ ከምትወስዳ ንምግላፅ ወይ ከዓ ኣብ መፃእስ ኦሬዲ ዝተወጠነ ውዱእ ዝኾነ ነገር ፅባሕ ሰዓት ሽዱሽተ ወሲድካ ኣለኻ ፅባሕ ሰዓት ሽዱሽተ ተጀሚሩ ኣሎ እንተልና ሕጂ እዚ ሕጂ ዝኾነ ነገር ዝኾነ ነገርስ ኣብ መፃኢ ዘጋጥም ግን ከዓኒ ፕሮሚስድ ኣብቲ ሽዑ ግዜስ ከጋጥም ምዃኑ ንምግላፅ ማለት እዩ ስለዚ ንኣብነት እንታይ ክብል ይኽእል

ኣውል ሃቭ ሳሚትድ ኦን ማንደ ይብሎ ኣለኹ ስለዚ ሶኒ ሂበካ ኣለኹ ሶኒ ሂበካ ኣለኹ ኣውል ሃቭ ሳሚትድ ኦን ማንደ ዩሲ ኣውል ሃቭ ሳሚትድ ኦን ማንደ ኣይ ዊል ሃቭ ሳሚትድ ኦን ማንደ ሶኒ ሂበካ ኣለኹ ኣውል ሃቭ ሳሚትድ ኦን ማንደ ስለዚ ሳብጀክት ፕላስ ዊል ፕላስ ሃቭ ኦር ሃስ ፕላስ ፓስት ፓርቲሲፕል ወይ ከዓኒ ቨርቭ ስሪ ንጥቀም ማለት እዩ ስለዚ ፅባሕ ፅባሕ ሂበካ ኣለኹ ገለ ንምባል እዚ ንጥቀም ፊቸር ፐርፌክት ማለት ፅባሕ ይበካ ኣለኹ ገለ ወይ ከዓ ሶኒ ይበካ ኣለኹ ገለ ምባል ማለት ስለዚ ኣውል ሃፍ ሳሚትድ ኦን ማንደይ ይብሎ ማለት እዩ ሶኒ ይበካ ኣለኹ ገለ ይብሎ ኣሎ ማለት እዩ ናይ መወዳእታ ፊቸር ፐርፌክት ኮንቲኒስ ወይ ከዓ ፊቸር ፐርፌክት ኮንቲኒስ ተንስ ኦር ፕሮግሬሲቭ ተንስ ይበሃል ፊቸር ፐርፌክት ኮንቲኒስ ተንስ ንምንታይ ኢና ንጥቀመሉ እንተልኩምኒ ሓደ ነገር ኣብ መፃኢ ንነዊሕ ግዜ ከም ዘጋጥም ንሰባት ንምንጋር ንጥቀመሉ ስለዚ ኢትስ ዩዝ ቱ ኢንዲኬት ኣን ኣክሽን ዳት ዊል that will be happening in the future for a long time ማለት እዩ ወይ ከዓ ኣብ መፃኢ ንዝቕፅል ነገር ኣብ መፃኢ ንዘጋጥም ግን ከዓ ኣብ መፃኢ ከዓ ንነዊሕ ግዜ ዝቕፅል ነገር ንምግላፅ እንታይ ንጥቀም ፊቸር ፐርፌክት ኮንቲኒስ ቴንስ ንጥቀም ንኣብነት ኦኬ ሕጂ ንኣብነት ኣነ ዝቕፅል ወርሒ ኣብዚ ገዛይ ዓሰርተ ዓመት ክነብር እየ

ጥውይዋይ እዩ ካልእ ትርጉም የብሉን ጥውይዋይ ጥራይ ስለዚ ንምንታይ ኢና ንጥቀመሉ ፊቸር ፐርፌክት ኮንቲኒስ ተንስ ሓደ ነገር ኣብ መፃኢ ንነዊሕ ግዜ ዘጋጥም ምዃኑ ንምግላፅ ፊቸር ፐርፌክት ኮንቲኒስ ንጥቀም ከም ዝበልኩኹም ኦኬ ክቡራት ተኸታተልቲ እዚኦም ይመስሉ ዓሰርተ ክልተ ዓይነታት ተንሳት እዚ ማለት ግን ኩሎም ትጥቀሙሎም ማለት ኣይኮነን መብዛሕትኦም ኣይንጥቀመሎም ኢና ምፍላጥ ኣይፅላእን እዩ ግን ኩሎም ናይ ግድን ክትሕዝዎም ኣለኩም ማለት ኣይኮነ እቶም ቤዚክ እቶም ቤዚክ ሲምፕል ዝበሃሉ ማለት ሲምፕል ፕረዘንት ሲምፕል ፓስት ሲምፕል ፊቸር ዝበሃሉ እዚኦም እንተፈሊጥኩም እኹላት እዮም እቶም ካልእ ቀስ ኢልኩም ክትፈልጥዎም ዝግብኡ ነገራት እዮም ጀመርት እንተኮይንኩም ማለት እዩ እቶም ዘይኮንኩም ትፈልጥዎም ፀገም የብሉን ኦኬ ስለዚ ክሳብ መወዳእታ ዝረኣኹም ሰባት ብጣዕሚ እየ ዘመስግን ካብ ልቢ የመስግን እዛ ቪድዮ ፈቲኹማ ክትኮኑ ተስፋ ገብር ከምኡ ድማ ሰብስክራይብ ጌርኩም ኢለ ተስፋ ገብር ተዘይጌርኩም ከዘኻኽረኩም ሕጂ ግበሩ ክፅበየኩም እየ ይፅበየኩም ኣለኹ ግበሩ ስለዚ ላይክ ግበርዋ ካብኡ ብምቕፃል ድማ ንትፈልጥዎም ሰባት ሸር ግበርሎም ከምኡ ኣብ ፌስቡክ ክኾን ይኽእል ኣብ ዝተፈላለየ ነገራት ከኣ ሸር ተትገብሩዋ ንዓይ ይሕግዘኒ ማለት እዩ ክሳብ መወዳእታ ስለ ዝተኻታተልኩምኒ ካብ ብልቢ የመስግን ኣብ ዝቕጽል ቪድዮ የራኽበና ሰላም።